ሓጎስኹም ኣብ ቁሳዊ ነገር፣ ኣብ ዓለማዊ ነገር፣ ኣብ ገንዘብ፣ ኣብ ጠፋኣይ ነገር፣ ኣብ ስልጣን እንድሕር ገይርኹም፣ ኣብ ዝና እንድሕር ገይርኹምሲ እሱ ደስታ ክህበኩም ኣይክእል እዩ። ዘ ግዝያዊ ደስታ ክህበኩም እዩ፣ ግን ካብቲ ልበኩም ደስታ ንላዕሊ ሓዘን ክህበኩም እዩ። ኣብ እስርየት እኳ ኮይኑ እግረይ ተኣሰርኹሞ፣ ኣካላተይ ተኣሰርኹሞ፣ ህሊናይ እቲ ምስ እግዚኣብሄር ዘለኒ ሰንሰለት ርክብ ክተኣስሩኒ ትኽእሉ እዩ። ልመን ነየናይ ተንበርኪኽና ኣለና። ምርጥ ኣቕሓ ክብለና ይኽእል ዶ ንሕና? ጽቡቓት ኣቕሓ ድና ንሕና? ንሓጢኣት ኣቕሓ ድና ናይ ጽድቂ ኣቕሓ ኢና ንሕና? ካህናት ጳጳሳት ተይቐረዩ ልእግዚኣብሄር ሓዲጎም

ሞይቱ ልዛ ላዕለወይቲ ሰማይ ብርሃን ከይሰብኽ ልኣ ከይናፍቕ እሞ ልኣ ከይነብር ምእንቲ ልኣ ምእንቲ ከይሰብኩ ብናይ ዓለም ነገር ተታሒዞም ብናይ ዓለም ገንዘብ ተታሒዞም ብናይ ዓለም መራሕቲ ተታሒዞም ብናይ ዓለም እግዚኣብሄር ሕጊ መውረድ እናሃለ እግዚኣብሄር ምስማዕ ሓዲጎም ልዓለም ልነብሩ ልዓለም ለገልግሉ ልመራሕቲ ልምብርከኹ ልመራሕቲ ልሰግዱ ሰባት ልሰግዱ ናይ ሃይማኖት መራሕቲ መፅኡምና ሕዚ ማለ ለመይ ስለ ወይን ዓይነት ትፈትዎ ንስኻትም ኣቱም ኣገልገልቲ እግዚኣብሄር ኣቱም ናይ እግዚኣብሄር ኣገልገልቲ ትበሃሉ ጳጳሳት ኣቱም ካህናት ንእግዚኣብሄር ትፈትዎ ዶ ይፈትዎ እየ ትብል ትሽውድ ትኽእል ኢኻ ንደቂ ሰባት ትሽውድ ትኽእል ኢኻ ኣብ ዮሃንስ ራእይ ምዕራፍ ክልተ ለሎ የዝሑል የትኩስ ኮይንካ ኢኻ እሞ ክተፈእካ እየ ካብ ኣፈ እዩ በለ እግዚኣብሄር ክተፈእና እዩ ትመወለዶ ሕደጉ ሕደጉ ለእግዚኣብሄር ልቱ ንጉሰ ነገስት እግዚኣብሄር ሰ ንጉሱ እቲ ምቅድሚ ዓለም ይብል መዝሙር መዝሙር ሰብዓይ ሰለስተ ማለት እዩ እግዚኣብሄር ሰ ንጉሱ እቲ ምቅድሚ ዓለም ወገብረ መድኃኒተ በማእከለ ምድር እግዚኣብሄር ሰባት ተይነበሩ ፍጥረታት ተይነበረ እግዚኣብሄር ቅዱስ እዩ እግዚኣብሄር ንጉስ እዩ ሉቱ ቅድሚ ዓለም ትሒዙ ንጉስ ዝኾነ ኣምላክ ምእዛዝ ሓዲካ ሉቱ ግዜያዊ ሉቱ ጠፋኢ ንጉስ ምእዛዝ ልኡ ሰሚዕኻ ድማ ህዝብኻ ምንቁሻሽ ህዝብኻ ልእግዚኣብሔር ወታደራት ከይኮኑ ናይ እግዚኣብሔር ወታደር ለይኮነሲ ናይ ዓለም ወታደር ናይ ዓለም ጨቕላ ህፃናት ምእንቲ ብዓለም ክመቱ ንዓለም ኢሎም ክመቱ ልናይ ዓለም ስልጣን ልናይ ዓለም ግዝኣት ኢሎም ክመቱ ምእንቲ ትደፋፍእ ትሰብኽ ወለዶ እትሰብኽ መምህር እየ በሃሊ እትሰብኽ ጳጳስ እየ በሃሊ እትሰብኽ ካህን እየ ወይ ከዓ ቀሺ እየ በሃሊ ተወሊድካ ማለት እግዚኣብሔር ከተኸብር እግዚኣብሔር ክትእዘዝ እግዚኣብሄር ናይ እግዚኣብሄር ትእዛዝ ድማ ላብ ሰባት ክተሕልፍ ዝተሾምኻ ማለት እዩ ናይ ንጉሳት ናይ መራሕቲ ትእዛዝ ክተሕልፍ ሰባት ልእግዚኣብሄር ክናፍቑ ለይኮነስ ልመራሕቲ ክናፍቑ ሽፍት ልገበርካዮ ልነፀርካዮ ነገር እኒኦ ማለት እዩ ተመቸየናይ ሰብ ካብ ኣደም ንላዕሊ ይጭነቕ ሰብ ካብ ኣደም ንላዕሊ ተስፋ ይስእን ሰብ ካብ ኣደም ንላዕሊ የንፀርፅር ሰብ ካብ ኣደም ንላዕሊ ተስፋ ይቆርፅ እንታይ ስለ ዝኾነ እዩ እንታይ ስለ ዝኾነ እዩ? ኣብዚ ምድሪ እዚ ካብ ዘለዉ ኩሎም ጽቡቓት ነገራትሲ ዝበለጸ ዝዓበየ ነገር እንታይ ይመስለካ? ሃብቲ፣ ዝና፣ ስልጣን ኣይኮነን። ብዙሓት ሰባት መብዛሕትኡ ሰብ ተሪእኩሞ ነዚኣቶም ንምርካብ እዩ ዝጨነቕ፣ ነዚኣቶም ንምርካብ እዩ ዝጽዕር፣ ነዚኣቶም ንምርካብ እዩ ዝተክህ፣ ኩሉ ግዜ ማለት እዩ። ኣብ ዓለም ትሪኦ ተለና ነዚኣቶም ንምርካብ ለይደኸመ ለይጸዓረ ለይተጨነቐ ሰብ የለይ ኹሉ ጭንቐቱ ሕማቕ ልገብር ኣሎ ሕማቕ ኽፍኣት ሕማቕ ተንኮል ልገብር ኣሎ እውን ወይ ከዓ ብግቦ ልተፈላለየ ልስልጣን እዩ ህብል ሰብ ይቐትል ልተፈላለየ ነገር ድማ ልገብር ልዞም ሰለስተ ነገራት እዩ ወይ ከዓ ምድራዊ ልኾነ ነገራት ማለት ልስልጣን ኢሉ ብዙሕ ነገር ልገብር እኒኦ ልሃፍቲ ኢሉ ልዝና ኢሉ እውን ብዙሕ ነገር ልገብር ሰብ እኒኦ ማለት እዩ ስለዚ ግን ሊሓሰውናዩ ነገር ሓደ ልጠፈእና ነገር ግን እኒኦ እንታይ ንሱ እዚ ኩሉ ረኪቦም ግን ልጭነቁ ሰባት እኒው እዚ ኩሉ ረኪቦም ግን ሊዓገቡ ሰባት እኒው እዚ ኩሉ ረኪቦም ለይዕረፉ ሰባት ግን እኒው ንምንታይ ኢልና ሓቲትና ንፈልጥ ዶ እቲ ለረከበ እቲ ጫፍ ስልጣኔ ዝበፅሐ ስልጣን ለለዎ ፕረዚደንት ተባሂሉ ወይ ከዓ ጠቅላይ ሚኒስትር ዝተባህለ እቱ ልሃፍተመ ቢልዮነር ልኾነ ሰብ ኤለን መስክ ንሪኦ ኢና ብጭንቀት ዝተወጠሩ እዮም ኣብ ሓደሮም ሰላም የብሎም እዩ ንፈልጦም ኢና እቲ ብዝና ላዕለዋይ ትፕ ዝበፅሐ እሳቶም ድማ ኣብ ሂወቶም ሰላም ሃምለ የብሎም ብጭንቀት ሃምሉ ነብሩ ንፈልጥ ኢና ማለት እዩ ታይ እዩ ንሱ ታይ ኢልና ግን ክንምርምር እኒኤና ብቱሳት ምልተጓዓዝዎ መንገዲ ተጓዓይዝና ካብ ሰላም ንስእን ካብ ልተፈላለየ ነገራት ወይ ከዓ ካብ ንጭነቅ ካብ ንሓጢ ወይ ከዓ ልተፈላለዩ ምድራዊ ስራሕ ካብ ንሰርሕ እሳቶም ለይተደሰስሉ ምክንያት እቶ ንሕና ንደልዮ ኣለና ሒዞም ለይተሓጎስሉ ለየዕረፍሉ ሰላም ለይረኸብሉ ምክንያት ሲ ታይ እዩ ኢልና ክንምርምረሉ ወይ ከዓ ክንሪኦሉ ኣንግል ግን እስካዕ ኸዚ ጥረናይ ክንሪኦ ግን ይግበእና ማለት እዩ ቅዱስ ጳውሎስ ግን ካብዚኦም ካብ ሃብቲ ካብ ዝና ካብ ስልጣን ወይ ከዓ ካብቲ ምድራዊ ኩሉ ዝበለፀ ዝዓበየ ደስ በሃሊ ዝምረፅ ሓደ ሚስጢር ረኪቡ ነይሩ ማለት እዩ ሓደ ሚስጢር ረኪቡ ነይሩ ንሱ እንታይ እዩ ሐዚ ክንሪኦ ኢና ሰላም ኣምላኽ ናይ እግዚኣብሄር ሰላም ምስ ኩላትና ይኹን ፍትዋተይ ወይ ከዓ ናይ እግዚኣብሄር ቤተሰብ ኣነ ሓውኹም ዲያቆን ኣሸናፊ እየ ለማዓንቲ ደማ እቱ ተመራፂ ሰላም እቱ ተመራፂ ካብ ዓለም ኩሉ ለበለሲ ምርጫ ወይ ከዓ ቅዱስ ጳውሎስ ዝረኸቦ ሓደ ሚስጢር ነይሩ ዝበልኹም እሱ ብደንብ ጌርና ክነብራሃርህሉ ኣሕና ድማ እቲ ምርጫ እሱ ሒዝና ብደስታ ብሓጎስ ክንነብረሉ ንኸእል ነገር ክንርኢ ኢና ማለት እዩ ስለዚ ኣብዚ ቪድዮ እዚ ሓደ ካብቶም ኣብ መፅሓፍ ቅዱስ ብጣዕሚ ኣዝዮም ዓበይትን ኣዝዮም ድማ ኣገደስቲ ዝበሃሉ ብጣዕሚ ልገርም ዝኾነ ሓሳብ ናይ መፅሓፍ ቅዱስ ልገርም ዝኾነ ናይ መፅሓፍ ቅዱስ ቃል ማለት እዩ እሱ ክንምርምር እሱ ክንነጋገር ኢና ማለት እዩ ቅዱስ ጳውሎስ ኣብ ፊልጵስዩስ ምዕራፍ ሓደ ቁፅሪ ዕስራ ሰለስተይ ሓደ ቃል ተናጊሩ ነይሩ እሱ እንታይ ማለት እዩ ኣነ ኢሉ ኣነ ክኸይድ ናብ ክርስቶስ ክኸይድ ይናፍቕ ኣለኹ ይብል ምስ ክርስቶስ ክነብር ላፍ ክርስቶስ ድማ ክኸይድ ይናፍቕ ኣለኹ ካብ ኩሉ ካብ ኩሉ ዝበለጸ ካብ ኩሉ ዝሓየለ ካብ ኩሉ ምርጫ ዝበለጸ ድማ ንሱ እዩ ይብል ምስ ክርስቶስ ምንባር ደልየኒ ኢኹ ይብል ካብ ኩሉ ዝበለጸ ምስ ክርስቶስ ምንባር ብስልጣን ምንባር ብዝና ምንባር ብሃፍቲ ምንባር ዘይኮነሲ ምስ ክርስቶስ ምንባር ብጣዕሚ ዝበለጸ እዩ ኣነ ድማ ላብኡ ክነብር ወይ ከዓ ምስኡ ክነብርሲ ይችኩል ኣለኹ ኢሉ ተናጊሩ ነይሩ ማለት እዩ ስለዚ እዚታ ኢና ንርኢ እንታይ ማለት እዩ ምስ ክርስቶስ ምንባር ካብ ኩሉ ዝበለፀ እዩ ዝበለሉ ኣንግልሲ እንታይ ስለዝኾነ ኢሉ ነገር ክንርኢ ኢና ማለት እዩ ሰብ ብኸመይ ገይሩ ኢኸ ምድራዊ ህይወቱ ወይ ከዓ ካብዚ ምድራዊ ህይወት ንላዕለሲ ምስ ክርስቶስ ምንባር ክናፍቕ ዝኽእል ታይ ስለ ለሎ እዩ ወይ ከዓ ብሃመይ እዩ ልብል ነገር ብደንቢ ገይርና ኣብዛ ቪድዮ እዚኣ እቲ ሚስጥር እዚ ክንቐልዖ ወይ ከዓ እቲ ሚስጥር እዚ ክንሪኦ ኢና ማለት እዩ ስለዚ እስካዕ መወዳእታ እታ ቪድዮ እዚኣ ምሳይ ይፅንሑ ወይ ከዓ ምስቲ ቃል ኣምላኽ ዝይፅንሑ እግዚኣብሔር ኣምላኽና ምስኡ ንፀንሐሉ ወይ ከዓ ቃሉ ንሰምዐሉ ህሊናና ልቦናና ይኽፈተልና ስለዚ ቅዱስ ጳውሎስ መጀመርያ እንታይ ኢና ንርኢ ማለት እዩ እቲ ቃል እዚ ትፅሕፎ ተሎ ኣብ ምንታይ ደረጃ ወይ ከዓ ኣብ ምንታይ ቦታ ኮይኑ እዩ ፅሒፉ ኣብ ምንታይ ኩነታት ኮይኑ እዩ ፅሒፉ ልብል ነገር ብደንቢ ገይርና ክንርኢ ኢና ማለት እዩ ቅዱስ ጳውሎስ ብዙሓት ሰባት ተርእና ኣብዚ እንታይ ንርኢና ማለት እዩ ህይወት መሪርኒ ተጨኒቐ ተስፋ ቆሪፀ ዝተፈላለየ ልብልዎ ኣብ ተስፋ ዝቆርፅ ህይወት እንድሕር ኮይኖም እዩ ኣብ ዝተጨነቕሉ ግዜ እዩ ኣብ ልፀወዎም ግዜ እዩ ሰበብ ልፀልኦም ግዜ እዩ ዓለም ኣብ ላኣሰረቶም ግዜ እዩ ሓምኡ ኢሎም ሓምኡ ኢሎም ልናገሩ ማለት እዩ ናይ ሕልና ቁስለት ወይ ከዓ ናይ ተስፋ ምቑራፅ ዓይኒ ዝረእዮም ማለት እዩ ሰብ ምስ ፀልኦም ዓለም ምስ ፀለእቶም ቅዱስ ጳውሎስ ግን እዚ ቃል እዙይ ትናገር ተሎ ክኸይድ ምስ ክርስቶስ ክነብር ይናፍቕ ኣለኹ እቲ ካብ ኩሉ ዝሓሸ እሱ እዩ እሞ ካብ ኩሉ ዝምረፅ እሱ እዩ እሞ ምስኡ ክነብር ይደሊ ኣለኹ ዝበሎ ቃል ኣብ ተስፋ ምቑራፅ ኮይኑ ይኾነ ዝፀሓፎ ኣብ ልጨነቆ ግዜ ኮነ ኮይኑ ጽሒፍዎ ኣብ ምንታይ ኮይኑ ይጽሕፍዎ ማለት እዩ ነዚ መልእኽቲ እዚ ክጽሕፍ ተሎ ኣብ ናይ ሮማ ዝነበረ ቤት ማእሰርቲ ኮይኑ ይጽሕፍዎ ኣብ ቤት ማእሰርቲ ኮይኑ ኣብ እስር ቤት ኮይኑ ማለት እዩ እጋሩ ብሰንሰለት ኢዱ ብሰንሰለት ተኣሲሩ እናሃለየ ልናጋ ልኽስየፍ መዓልትታት እናቆፀረ እናሃለየ እዩ ጽሕፍዎ ማለት እዩ ክኸድ ምስ ክርስቶስ ክነብር ይናፍቕ ኣለኹ ካብ ኩሉ ዝበለጸ እሱ እዩ እሞ ኢልዎ ንሕና ምስ መን ክንነብር ኢና ንናፍቕ ኾን ንሕና ላበይ ክንኸድ ኢና ንናፍቕ ሕደግዎ እሞ ኣብ እስሪ ቤት ኮይና እሞ ሕደግዎ ስለ መንፈሳዊ ነገር ክንሓስብ ምስ እግዚኣብሄር ስለ ምንባር ክንሓስብ ኣብቲ ልተን ዳላቐቐ ሕደግዎ ኣብ ዓለም ኮይና እውን ሕደግዎ ኣብ ቤተ ክርስትያን ኮይኑ ምስ ክርስቶስ ለይሓስብ ሰው ለይሓስብ ወለዶ ብዙሕ እዩ ስጋ ወልደ እግዚኣብሔር ተቐቢሉ ኣብ ኣርባዓዊ ሰማንያይ ውልደ እግዚኣብሔርነት ተቐቢሉ ናይ እግዚኣብሔር ውላድ ተባሂሉ ተፀዊዑ ቤተ ክርስቲያን መፅዋ ለይፈልጥ ላብ እግዚኣብሔር ምስ እግዚኣብሔር ምንባር ለይናፍቕ ወለዶ ብዙሕ እዩ ምስ እግዚኣብሔር ምንባር ህንደየናይ ዕድል ምዃኑ ህንደየናይ ምርጫ ምዃኑ ህንደየናይ ዝበለፀ ምዃኑ ለይፈልጥ ግን ናይ እግዚኣብሔር ውላድ ተባሂሉ ዝፅዋዕ ሰብ ብዙሕ እዩ እዙ ኢና ክንሕዝ እዙ ኢና ክንፈልጥ ዝግበአና ማለት እዩ ስለዚ እንታይ ይብለና ኣሎ ቅዱስ ጳውሎስ ግን ኣብቲ መከራ እዚ ኮይኑ ልሞት እናተጸበየ ንሃለ እዩ ምስ እግዚኣብሄር ምንባርሲ ህንደየናይ ጽቡቕ ምዃኑ እቲ ምስጢር እዚ ይነግረና ማለት እዩ ንባዕሉ ኣብ ባዕሉ ኣብ ፊልጵስዩስ ምዕራፍ ኣርባዕተ ቁፅሪ ኣርባዕተ ተርእና ይታ ይብለና ተፈስሁ በእግዚእነ ዘልፈ ይብለና ኹሉ ጊዜ ብጎይታ ተሓጎሱ ወካኢበ እብለክሙ ተፈሱ ይብል ኹሉ ጊዘ ደማ ደጊመ ደማ ይብለኩም ኣለኹ ብጎይታ ተሓጎሱ ይብል እውነተኛ ሓጎስ ሓቀኛ ሓጎስ ፍጹማዊ ሓጎስ ኣብ ክርስቶስ እዩ ብክርስቶስ ክትሕጎሱ ተኽኢልኩም እዩ ሓጎስኹም ኣብ ቁሳዊ ነገር ኣብ ዓለማዊ ነገር ኣብ ገንዘብ ኣብ ጠፋኣይ ነገር ኣብ ስልጣን እንድሕር ገይርኩም ኣብ ዝና እንድሕር ገይርኩም ሲ እሱ ደስታ ክወኩም ይኽእል እዩ ዘ- ግዝያዊ ደስታ ክወኩም እዩ ግን ካብ ትልወኩም ደስታ ንላዕሊ ሓዘን ክወኩም እዩ ምሬት ክወኩም እዩ ጽልኢ ክወኩም እዩ ክጸልአኩም እዩ ብልክዕ ይብለና ልገርመኩም ነገር ሲና ቅዱስ ጳውሎስ እኮ ድንቅ እኮ እዩ እሱ ኣብ እስሪ ቤት ኮይኑ ሲ ልቶም ደገ ለለዉ ልቶም ኣብ ደገ ለለዉ ልቶም ኣብ ዓለም ለለዉ ወይ ከዓ ኣብ ደገ ኣብ እስሪ ቤት ለይኮኑ ኣብ ደገ ለለዉ ሲ ተሓጎሱ ይብሎም እሱ ከም እስሪ ቤት እዩ እኞ ሓሲብኩሞ ዲኹም ህንደየናይ ጥበብ ሃም ዝነበሮም ህንደየናይ ህይወት ተረዲኣቶም ሃም ዝነበረት ህንደየናይ ናይ እግዚኣብሄር ሰባት ሃም ዝነበሩ ህንደየናይ ንዓለም መይቶም ንእግዚኣብሄር ነቢሮም ሃም ዝኾኑ ይርደእኩም ኣሎ ድዩ ቅዱስ ጳውሎስ ባዕሉ ይነገር እዩ ይናገር እዩ ኣነኒ ምውት ብሃበ ዓለም ወዓለምኒ ምውት ብሃበ እየ ዓለም ላይ ምውት እያ ምንም ኣይጥቀመላይ ኣነ ድማ ብዓለም ዘንድ ምውት እየ ምክንያቱ ንሓጢኣት ኣይትጥቀመለይ እሳ ኣነ ልጽድቂ ኣነ ልበረከት ኣነ ልእግዚኣብሄር ሓደ ጊዘ ሞይተ እየ በቃ ንእግዚኣብሄር ከገልግል ልሞትኩ ውላድ እየ ልዓለም ምዉት እየ ብእግዚኣብሄር ግን ህያው እየ ብፁእ እየ ንዋየ ሆሪ ተባሂሉ ኮይ ምርጥቃ ምርጥቅ ሓናይ እግዚኣብሔር ምርጥቅ ሓተባሂሉ ብርሃን ዓለም ተባሂሉ ቅዱስ ጳውሎስ ናይ ዓለም ብርሃን እቲ ጨለማ ዝኾነ ናይ ዓለም ህይወት ብወንጌል ብርሃንነት ለብርሀ ስለዝኾነ ማለት እዩ እንታይ ተባሂሉ ብርሃን ዓለም ተባሂሉ

ኣብ እስርየት እኳ ኮይኑ እግረይ ተኣሰርኩሞ ኣካላተይ ተኣሰርኩሞ ህሊናይ እቲ ምስ እግዚኣብሄር ዘለኒ ሰንሰለት ርክብ ክተኣስርኒ ትኽእሉ እዩ ኣብ እስርየት ዋላ ተሃለኹ ግን ልቶም ኣብ ዓለም ለለው ልቶም ብቲ እስርየት እዙይ ዝፈርሑ ልቶም ብዓለም ዛቻ ብዓለም ነገር ዝፈርሑ ውላድ ተሓጎሱ ላበልኩ ክፅሕፈሎም እየ ናይ እግዚኣብሄር ስለ ዝኾንኹም ብመን ትሕጎሱ ብእግዚኣብሄር ብመን ትሕጎሱ ብፈጣሪ ብመን ትሕጎሱ ብፅቡቕ ስራሕ ብናይ ፅርቂ ስራሕ ተሓጎሱ ላበልኹ ብእግዚኣብሄር መንፈስ ተሓጎሱ እናበልኹ ወይ ከዓ እግዚኣብሔር ናይ እግዚኣብሔር ሕጊ ብምኽባርኹም ተሓጎሱ እናበልኹ ክፅሕፈሎም እየ ኢሉሲ ለኣቶም ፅሒፉሎም እሰብ እስራኤል ኮይኑ ለዓለም ልቶም ኣብ ደገ ለለው ይፅሕፈሎም ነይሩ ማለት እዩ ኣሕና ኮን በይኑ ኢና ንጭነቕ ኮን ኣነ ናይ በእውነት ናዚ ወለዶ እዚ ወይ ከዓ ናዚ ግዜ እዚ ወለዶ እኮ ብጣዕሚ ኢና እኮ ንሕዝን ልመና ኢና ተንበርኪኽና ለለና ምርጥ ኣቕሓ ክብለና ይኽእል ዶ ንሕና ፅቡቃት ኣቕሓ ድና ንሕና ንሓጢኣት ኣቕሓ ድና ናይ ፅድቂ ኣቕሓ ኢና ንሕና መን እዩ ለንቀሳቀሰና መን እዩ ነቢርና ለሎ መን እዩ ትእዛዙ ዝፍፅመልና ለሎ ዓለም ድያ ድያውልስ ድዩ ሓጢኣት ድዩ ለንቀሳቀሰና ለሎስ እግዚኣብሄር እዩ ቅድስና እዩ በረከት እዩ እዚ ክንፈልጥ እኒኤና ናይ ሓጢኣት ኣቕሓ እኒኦ ናይ ክፉእ ነገር ኣቕሓ እኒኦ ናይ ዲያብሎስ ኣቕሓ እኒኦ ናይ ዓለም ኣቕሓ እኒኦ ዓለም ከም ድለያ ገይራ ሰብ ተቐተሉ ሓጢኣት ተሰርሑ ዝሙት ተሰርሑ ምንም ለይከመስሎም ገይራ መፈፀምቲኦም ዲያብሎስ ዝኾነ መፈፀምቲኦም ሲኦል ዝኾነ ሰባት እኒኡ ናይ ዲያብሎስ ደቀ መዝምር ብኣካል ኮይኖም ብስጋ ኮይኖም ግን ዲያብሎሳዊ ሓሳብ ዘንፀባርቑ ሰባት እኒኡ ናይ ዲያብሎስ ኣቕሓ ዝኾኑ ማለት እዩ። ናይ ዲያብሎስ ንብረት ዝኾኑ ማለት እዩ። ዝቆሸሹ ንብረት ማለት እዩ። እንደገና ከም ቅዱስ ጳውሎስ ዝተመረጸ ኣቕሓ ጥዑይ ቃለ እግዚኣብሔር በረከት ንጽህና ጽድቂ ልንቆርቆረሉ ህይወት እውን እንዮ ማለት እዩ። ልዚ ዓለም እዚኣ ንዕቑ ንእግዚኣብሔር ኩሉ ግዜ ዘኽብር እግዚኣብሔር ዘንገሰው ልቦንኡ ጽድቂ ጥራሕ ዝሰርሕ ናይ እግዚኣብሔር ምርጢ ኣቕሓ እውን እንዮ ማለት እዩ። ስለዚ ሕና ከመን ኢና ካብ ሞኒ ኢና ወለደይ እዙይ ክነሳውስ እኒኤና እዙይ ክንፈልጥ እኒኤና ላብ ሞኒ ኢና ንናፍቕ ላብ ዓለም ክንኸድ ናይ ዓለም ስልጣን ክንሕዝ ናይ ዓለም ድልየት ክንፍፅም ድና ንናፍቕሲ ምስ እግዚኣብሄር ክንነብር ንዓለም ንዒቕና ምስ እግዚኣብሄር ክንነብር ናይ እግዚኣብሄር ሓሳብ ናይ እግዚኣብሄር ደስታ ክነግኒ ኢና ንሕጎስ መን እዩ ለኣና ለናፍቐና መን እዩ ህይወትና ነፃነት ዘለዎ ህይወትና ሲ መን እዩ ልመርፅ እዚ ክንፈልጥ እኒና ቅዱስ ጳውሎስ ብርሃን ዓለም ተባሂሉ ናይ ዓለም ብርሃን ብወንጌል ብርሃንነት ብናይ እግዚኣብሔር ቃል ብርሃንነት ንዓለም ዘብርሀ ቅዱስ ኣቦ ነይሩ ኣሕናኸ ብርሃን ይረአየና ዶ ንጎረበትና ብርሃን ንኾን ዶ ለዓለም ልቱ ጸልማት ለኾነ ህይወት ልቱ ናይ ጽድቂ መንፈስ ዘይረአዮ ናይ ጽድቂ ንእሽተይ ጭላንጭል ዘይብላ ዓለም ብናይ ኣይና ብርሃን ብናይ ኣይና ብርሃንነት ብናይ ቃለ እግዚኣብሔር ብርሃንነት ናይ ዓለም ነብርህ ዶ ኣይነብርህ እዩ ንሕና እኮ ደፋራት ኢና ወኮነ ንኽእል ኢና እኮ ንሕና ኣይንሓድግ እኮ ኣሽኳይ ዶ ንዓለም ክነብርህ ልነብስና ክነብርህ ለይከኣልና ብዓለም ልጨለምና ወለዶ ኢና ብዓለም ልጸልመትና ወለዶ ኢና ኣንሕና ልባዕልና ብርሃን ለድልየና ወለዶ ኢና እኒና ብርሃን ለድልየና ወለዶ ማለት እዩ እኒዕና ኢና ላበልና ልጠፍኣና ደቂ እግዚኣብሄር ኢና ላበልና ግን ናይ እግዚኣብሄር ግብሪ ዘይንሰርሕ ክፉኣት ወለዶ ኣብ ዝሙት መንፈስ ንነብር ሰባት እንቐትል፣ ሰባት እነሕሚ፣ ሰባት ክፉእ ንሰባት ክፉእ ንምነ ኹፋኣት ወለዶ ኮይና ኢና ማለት እዩ። ስለዚ እንታይ የድልየና ኣሎ? ብርሃን የድልየና ኣሎ። ተቐቢልና ይላ ተባሃልና እንደገና ካሊእ ሰባኺ ካሊእ መምህር የድልየና ኣሎ ማለት እዩ። በእውነት ዘመን እዚ እኮ ክፉእ እዩ። ናይ እግዚኣብሄር ኣገልገልቲ ተቃረዩ፣ ሊቃነ ካህናት ተቃረዩ። ካህናት ጳጳሳት ተይቀረዩ ልእግዚኣብሔር ሓዲጎም ልናይ ዓለም ስልጣን ልናፈቕሉ ዘመን እዩ እኒኦ ኸዚ ልናይ ዓለም ገንዘብ ልናፈቕሉ ልናይ ዓለም ዝና ልናፈቕሉ ቲክቶክ ናተጠቕሙ ልውዕልሉ ዘመን እዩ እኒኦ እቲ ቲክቶክ እውን ሰባት ንምምላስ ሰባት ናብ ፅድቂ ካብ ሓጢኣት ናብ ፅድቂ ካብ ዝሙት ናብ ንፅህና ንምምላስ ለይኮነሲ እቱ ተስፋ ለቕርፅ እቱ መራሒ ልናገርሉ ቃል እቱ ናይ ዓለም ቃል እቱ ናይ ዘቻ ቃል እቱ ናይ ምፍርራሕ ቃል እሱ ልክንደግሙልና መራሕቲ ኮይኖም ኣገልገልቲ ናይ ዓለም በዓል ስልጣናት ኮይኖም መፅኦምና ማለት እዩ ህንዲ ልህዝቦም ተስፋ ልኾኑ ተላዕለወይቲ ሰማይ ህንዲ ልሰብክዋ ተላዕለወይቲ ሰማይ ሰብ ናፊቑ ልዛ ላዕለወይቲ ሰማይ ልዛውዝኒኣ መሬት ወይ ከዓ ልዛውዝኛ ምድሪ ሞይቱ ልዛ ላዕለወይቲ ሰማይ ብርሃን ከይሰብኽ ለኣ ከይናፍቕ እሞ ለኣ ከይነብር ምእንቲ ለኣ ምእንቲ ከይሰብኩ ብናይ ዓለም ነገር ተታሒዞም ብናይ ዓለም ገንዘብ ተታሒዞም ብናይ ዓለም መራሕቲ ተታሒዞም ብናይ ዓለም እግዚኣብሄር ሕጊ መውረድ እናሃለ እግዚኣብሄር ምስማዕ ሓዲጎም ልዓለም ልነብሩ ልዓለም ለገልግሉ ልመራሕቲ ልምብርከኹ ልመራሕቲ ልሰግዱ ሰባት ልሰግዱ ናይ ሃይማኖት መራሕቲ መፅዮምና ሕዚ ማለ ለመይ ስለወይኒ ዓይነቱ እዩ ግፋ ትበሃል ተሎ ግፋ ለታዋውዑ ሓጢኣት ኣብ ልዕሊ ሓጢኣት ክስራሕ እናረእዩ ወለዶ ሕደግ ብናይ ሓጢኣት መስመር ብናይ ሓጢኣት መንገዲ ትጓዓዝ እግዚኣብሄር ብቁጥዐ መንገዲ ከይምለሰና ሲ ተመለሱ ኢሎም ከይሰብኩ ምእንቲ ንዓለም ብሂወት ክነብሩ ልናፍቑ ሰባት ልእግዚኣብሄር መይቶም ልጽድቂ መይቶም ልሓጢኣት ክነብሩ ልናፈቁ ሰባት ልናፈቅና ሰባት ብዙሓት ኢና ማለት ክንዎም ኣርኣያ ኣእይንቴ ኢሉ ስኻትም ኣዒንተ ኢኹም እሞ ልዞም ኣብ ዓለም ለለ ህይወትሲ ኣርኣያ ክንዎም መልስዎም ላባየ ኢሉ ናይ ጽድቂ ስራሕ ክንሰርሕ ናይ በረከት ስራሕ ክንሰርሕ ኣብነት ኮይንና ልኸዶ ጎይታ ዓይኑ ኣጥሊምናዮ መንገዱ ቆጺናዮ ማለት እዩ ቅዱስ ጳውሎስ ትፈትወኒ ዶ ኢልዎ እታ ፍቕሪ ንሳ ሰበ እያ ኣላ ትፈትወኒ ዶ መጀመርያ ፈትወካዎ ካልእ ተክሓደካ ኣነ ግን ኣይክሕደካ ኢሉ ኖ ሕደግ ቅድሚ ደርሆ ምንቋዩ ትክሕደኒ ኢኻ ኢሉ ተናጊርዎ ነይሩ ኮይኑ ድማ ተፈፂሙ ድማ ቅዱስ ጳውሎስ ቅዱስ ጴጥሮስ ማለት እዩ ብድሕሪ እንታይ ኢሉ ገበረ ካብ በደሉ ካብ ጥፍኣቱ ዝተመለሰ ዓብዪ ሃዋርያ ነይሩ እንታይ ኢሉ በለና ብድሕሪኡ ትፈትወኒ ዶ ትብሎ ተሎ እንታይ ኢሉ በሎ ከም ልፈትወካ ኣምላኸይ ስኻ ትፈልጥ በል ኣባጊዕ ሓሊ ትፈትወኒ ዶ ከም ልፈትወካ ስኻ ትፈልጥ መሓሳኢ ሓሊ ጠባውተይ ሓሊ ኢሉ ሰለስተ ግዜ ሓሊ ኢልዎ ትፈትወኒ ዶ ተፍቕርሳ ፍቕሪ ይሓትት ወለ ቃደም ትፈትውዎ ዶ ስኻትም ኣቱም ኣገልገልቲ እግዚኣብሄር ኣቱም ናይ እግዚኣብሄር ኣገልገልቲ ትበሃሉ ጳጳሳት ኣቱም ካህናት ንእግዚኣብሔር ትፈትዎ ዶ? ይፈትዎ እየ ትብል ትሽውድ ትኽእል ኢኻ ንደቂ ሰባት ትሽውድ ትኽእል ኢኻ። ኣብ ዮሃንስ ራእይ ምዕራፍ ክልተ ለሎ የዝሑል የትኩስ ኮይንካ ኢኻ እሞ ክተፈእካ እየ ካብ ኣፈ ይበለ እግዚኣብሔር ክተፈእና እዩ ትመወለዶ ሕደጉ ሕደጉ ለእግዚኣብሔር ልቱ ንጉሰ ነገስት እግዚኣብሔር ሰ ንጉስኡት ምቅድሚ ዓለም ይብል መዝሙር ሰብዓይ ሰለስተ ማለት እዩ እግዚኣብሔር ሰንጉስኡት ምቅድሚ ዓለም ወገብረ መድኃኒተ በማእከለ ምድር እግዚኣብሔር ሰባት ተይነበሩ ፍጥረታት ተይነበረ እግዚኣብሔር ቅዱስ እዩ እግዚኣብሔር ንጉስ እዩ ሉቱ ቅድሚ ዓለም ትሒዙ ንጉስ ዝኾነ ኣምላክ ምእዛዝ ሓዲካ ሉቱ ግዜያዊ ሉቱ ጠፋዒ ንጉስ ምእዛዝ ንኡ ሰሚዕኻ ድማ ህዝብኻ ምንቁሻሽ ህዝብኻ ልእግዚኣብሔር ወታደራት ከይኾኑ ናይ እግዚኣብሔር ወታደር ለይኾነሲ ናይ ዓለም ወታደር ናይ ዓለም ጨቕላ ህፃናት ምእንቲ ብዓለም ክመቱ ንዓለም ኢሎም ክመቱ ልናይ ዓለም ስልጣን ልናይ ዓለም ግዝኣት ኢሎም ክመቱ ምእንቲ ትደፋፍእ ትሰብኽ ወለዶ እቲ ሰብኽ መምህር እየ በሃሊ እቲ ሰብኽ ጳጳስ እየ በሃሊ እቲ ሰብኽ ካህን እየ ወይ ከዓ ቀሺ እየ በሃሊ ተወሊድካ ማለት እዩ እግዚኣብሄር ከተኸብር እግዚኣብሄር ክትእዘዝ እግዚኣብሄር ናይ እግዚኣብሄር ትእዛዝ ድማ ላብ ሰባት ክትሕልፍ ዝተሾምኻ ማለት እዩ ናይ ንጉሳት ናይ መራሕቲ ትእዛዝ ክትሕልፍ ዓለም ሰባት ንእግዚኣብሄር ክናፍቑ ዘይኮነስ ንመራሕቲ ክናፍቑ ሽፍት ዝገበርካዮ ዝነፀርካዮ ነገር እኒኦ ማለት እዩ ስለዚ ተጠንቀቑ ሕደጉ ወለዶ ሕደጉ ኣቦታትና ኣርኣያ ኩኑና ሕደጉ እቲ ሰው እዚ ተስፋ ኩንዎ ሰብ ተስፋ ስኢኑ እኒኦ ማለት እዩ ዓለም ክናፍቕ ኮይኑ ማለት እዩ ስለ ዓለም ክሞት ኮይኑ ማለት እዩ ንሓጢኣት ልዝሙት ክሰርሕ ኣብነት ኮይንናዮ ልጽድቂ ለይኮነስ ለሓጢኣት ኣብነት ኮይናዮ፣ ልበረከት ለይኮነስ ልክፍኣት ኣብነት ኮይናዮ ማለት እዩ። ስለዚ ቅዱስ ጳውሎስ ግን እዚ ኢለና ኣሎ ማለት እዩ። ብርሃን ዓለም ተባሂሉ ንዓለም ከብርህ ስለ ዝተረእየ ማለት እዩ። ሓና ግን ትልበረሀ ብርሃን ኣብ ላዕሊ ኮይና እቲ መቅረዝ ማለት እዩ ነጽልሞ ነጥፍኦ ኮይና ማለት እዩ። እግዚኣብሄር ዝርእዩሉ ኣንግል ኣብ ቤተ ክርስቲያን ኮይና ኣብታ ናይ ጽድቂ ስራሕ ኣብታ ናይ ጽድቂ ቦታ ኮይና ማለት እዩ ሰብ ላብ ጽድቂ በታ ከይመጽእ ላብ ቤተክርስትያን ከይመጽእ ቤተክርስትያን ከይፈልጣ እሞ ከይድሕን ንቆሽሾ ወለዶ ኮይና ማለት እዩ ኣብ ቤተ እግዚኣብሔር ኮይና እግዚኣብሔር ዝጠፍእና መጽኡ ብጭጉራፉ ቤት የሰበይ ተጸሎት ትሰመይ ወኣንቲ ምስ ሰረሰይ ክምዎ ብኣተ ፈያቶ ሰረቅቲ ይበለ ገዛይ ናይ ጸሎት ገዛ ገዛይ ናይ ድሕነት ገዛ ገዛይ ናይ ጽድቂ ናይ በረከት ገዛ እያ ነይራ ንስኻትኩም ግን ናይ ጓሓላሉ ናይ ሌባው ናይ ፖለቲካ ገዛ ናይ ፅድቂ ናይ ሓጢኣት ገዛ ገይርኩማ ኢሉ ብጭጉራፍ ክድርብየና እዩ ሕደጉ ሕደጉ ማለት እዩ ምክንያቱ መፅሓፍ ቅዱስ ትፅሓፍ ተለኮ ለኣቶም ክረግም ጥራሕ ኣይኮነ ይፅሒፍዎ ለኣና እውን ኣብነት ክኾነና ይፅሒፍዎ ምሳሌ ክኾነና እዩ ጽሒፍዎ ኣይፈልጠኩም እዩ ኣቱም ርጉማን ኩሉ ካባይ ርሓቁ ከይብለና ክንጥንቀቅ ይግበአና ኣቱም ወለዶ ሕደጉ ኣቦታትና ምሳሌ ኩኑ ኣቦታትና ልእግዚኣብሔር ተገዝኡ ኣቦታትና ልእግዚኣብሔር ተኣዘዙ ናይ እግዚኣብሔር ትእዛዝ ድማ ኣሕልፉልና እዚ ፈጽሙ እዚ ናይ ድሕነት መንገዲ ወሉና እዚ እዩ ንዓለም መንገዲ ኣይትበሉና ናይ ዓለም መንገዲ የጠፈእናይ ናይ ዝሙት መንገዲ የጠፈእናይ ናይ ሓጢኣት ናይ በደል መንገዲ የጠፈእናይ ማለት እዩ ከም ቅዱስ ጳውሎስ ኮይንኹም ግን እቲ መንገዲ ህይወት እቲ መንገዲ ድሕነት ግን ክተርእዩና ንፅበየኩም እኒኤና ማለት እዩ ስለዚ እዚ ክንሕዝ ይግበአና ሕዚ እውን እንታይ ኢለና ኣሎ ማለት እዩ ቅዱስ ጳውሎስ ኣብ እስሪ ቤት ኮይኑ ልዞም ደገ ለለው ወለዶ ብክርስቶስ ተሓጎሱ ደስ ይበልኹም ትብሎም ተሎ እንታይ ስለ ዝተረድኦ እዩ ካብቲ ናይ ስጋ እስሪበት ካብቲ ናይ ዓለም እስሪበት ካብቲ ናይ ዓለም ነፃነት ምስ እግዚኣብሄር ምንባር ነፃነት ምዃኑ ብእግዚኣብሄር እንድሕር ተኣሲርካ ኣማናዊ ነፃነትካ ልውሰድ ምዃኑ ስለ ልፈለጠ ብዓለም ተተኣሰርኩም ብናይ ዓለም ዛቻ ብናይ ዓለም ቁሳቁስ ነገር ተተኣሰርኩም ብናይ ዓለም መራሕቲ ተተኣሰርኩም ደስ ይበልኩም ምስ እግዚኣብሔር ግን ንበሩ ብክርስቶስ ደስ ይበልኩም ኢልዎ ማለት እዩ ሕጉሳት ኾኑ ብክርስቶስ ኢልዎ ማለት እዩ ብእግዚኣብሔር ተሓጎሱ ኢልዎ ማለት እዩ ስለዚ ኣማናዊ ሓጎስ ኣማናዊ ነፃነት ምስ እግዚኣብሔር ምዃኑ ስለዝፈለጠ እዩ እዚ ኢሉ ተናጊሩ ማለት እዩ ስለዚ ኣውሲ ወለደ ክነስተውዕል እኒና ሕዚ ለብናዮ ኣልና ህይወት ንምፃእ ለብናዮ ዓልና ማንነት ንምፃእ ሕዚ ኣብ ዕስራይ ሓደይ ክፍለ ዘመን ለለና ወለዶ እንታይ ዓይነት ማንነት እኒኤና ምክንያቱ ኩሉ ኩሉ ነገር ተቐይሩ እዩ ምስ ናይ ቅድም ትርኢ ተለና ማለት እዩ ምክንያቱ እንታይ እኒኦ ኩሉ ቴክኖሎጂ እኒኦ ሃብቲ እኒኦ ምቹው ናብራ እኒኦ ብዓለም ነገር ማለት እዩ ስለዚ ግን ተርእናዮ ምችዎ ናብራ ይሃሊ ዝተፈላለየ ነገር ዋላ ተሃለየ ግን እንታይ እኒኦ የተመቸየናይ ሰብ ካብ ዓደም ላዕሊ ይጭነቕ ሰብ ካብ ዓደም ላዕሊ ተስፋ ይስእን ሰብ ካብ ዓደም ላዕሊ የንፀርፅር ሰብ ካብ ዓደም ላዕሊ ተስፋ ይቆርጽ እንታይ ስለ ዝኾነ እዩ እንታይ ስለ ዝኾነ እዩ ምክንያቱ ነብስና ዓለም ተረኺባ ወይ ከዓ ናይ ዓለም ቁሳቁስ ተረኺባ ዘይኮነሲ እግዚኣብሄር ተረኺባ ትሕጎስ እግዚኣብሄር ተረኺባ ትዓግብ ምዃና ሃሙ ገይሩ እዩ ሰሪሕዋ ክርስቶስ ለኣየ ተረኺባ ትዓግብ ለኣየ ተረኺባ ድማ ትፀምእ ኣብ ናይ ፅምኣት ህይወት ትንከራተት ምዃና ሃሙ ኢሉ ይሰሪሕዋ ልቃኤል እንታይ ይድለሎ ሓውኻዋ የሎ ኢለ ሓቲትዎ ኣነ ዶ ንሓወይ ሓላዊ እየ ኢልዎ ቃኤል ንኣቤል ምስ ቀተሎ ማለት እዩ በል ኣነ ናይ ኣበይ ሓላዊ ድየ ኢልካ መሊስካለይዎዶ ኢሉ በል እግዚኣብሄር ክሓድገካ እዩ ንስካ ድማ ፈራሕ ድንጉፅ ጭኑቕ ተስፋ ዝቆረፀ ትኾን ኢኻ ኢልዎ ማለት እዩ ፈራሕ ድንጉፅ ኮይኑ ድማ ንዓለም ይመላለስ ነይሩ ማለት እዩ ስለዚ እንታይ ኣለና ኣሎ ማለት እዩ ኣሕና እውን ተስፋ ለለና ክንኾ እንተኮይንና ምስ ዓለም ምንባር ወይ ከዓ ምስና ዓለም ቁሳቁስ ምንባር ዘይኮነሲ ምስ ክርስቶስ ምንባር ምዃኑ ቤተ ክርስቲያን ትነግረና ኣላ ቅዱስ ጳውሎስ እውን ይነግረና ኣሎ ማለት እዩ ስለዚ ናይ ሰብ ነብሲ ወይ ከዓ እግዚኣብሄር ትፈጥራ ተሎ ንእግዚኣብሄር ተረኪባ ትሕጎስ ምዃና ብግዚያዊ ነገር ዘይትሕጎስ ምዃና ክንርዳእ ስጋና ትሕጎስ እያ ስጋና ትሕምብጥ እያ ግን ነብስና ግን ዘይትሕጎስ ምዃና ከረድአና ስለ ዝደለየ ይነግረና ኣሎ ማለት እዩ ስለዚ ምስ ክርስቶስ ምንባር ማለት እንታይ ማለት እዩ ምስ እግዚኣብሄር ምንባር ማለት እንታይ ማለት እዩ እዚ ንርአ ምስ ክርስቶስ ምንባር ወይ ከዓ ናይ ሰላም ሰላማዊ እግዚኣብሄር ላብ ልቦናኻ ምእታው ማለት ኣብ ኣብ ማእከል ኣብ ማእከል ዓለም ኮይንካ ወይ ከዓ ኣብ ማእከል ህውከት ኮይንካ ኣብ ማእከል ናይ ዓለም ህውከት ኮይንካ ብሰላም ምንባር ማለት እዩ። ብሰላም ምንባር ማለት እዩ። ናይ ዓለም ነገራት ኩሉ ኣሸኒፍካ ብሰላም ምንባር ማለት እዩ። ስለዚ እዙይ ክንሕዝን ይግበና ማለት እዩ። ኣብዚ ሓላፊ ርስቲ ወይ ከዓ ኣብዚ ሓላፊ እዚ ዓለም ዘይኮነሲ ኣብ ናይ እግዚኣብሄር ዓለም ኣብታ ላዕለወይቲ ርስቲ ኣብታ ዘይትጠፍእ ርስቲ ምንባር ማለት እዩ። እሳ ምሕላው ማለት እዩ። ወይ ከኣ ናብ ዓሊ ምእታው ምህራፍ ምጽባይ ማለት እዩ እዚ ክርድእና ይግብኦ ማለት እዩ ቅዱስ ጳውሎስ እሱ ኢሉ በለና ልብና ኣውዝዝኞ ኣብቲ ተስፋ ልጸለመ ዓለም ወይ ከኣ ኣብቲ ተስፋ ለይብሉ ዓለም ለይኮነሲ ኣብ ሰማያት ክንገብር እዩ ልመኽረና ማለት እዩ ፊልጵስዩስ ምዕራፍ ሓደ ቁጽሪ ዕስራ ሓደ እውን ከምዚ ይብለና ብህይወት እንተነበርኹ ንክርስቶስ እየ እንተ ሞትኹ ደማ ንዓይ ረብሓ እዩ ይብለና ማለት እዩ ብህይወት እንተነበርኹ ብክርስቶስ እየ ልነብር ለክርስቶስ እየ ልነብር ልጽድቂ ልስራሕ ልጽድቂ ስራሕ እየ ልነብር ልበረከት እየ ልነብር ተሞይተ ደማ ንዓይይስ ረብሓይ እዩ ምሟት ይብለና ማለት እዩ ንዓይሲ ረብሓይ እዩ ምሟት ይብለና ታይ ስለ ልኾነ እዩ እዚ ማለት ንሓደ ክርስትያን ዋላ ተሞተሲ ናፍቱ ዘፍቅሮ ኣምላኽ ላፍቱ ፈቃር ላፍቱ ናይ ድሕነት ኣምላኽ መንገዲ ደኣ እምበይ መሸጋገሪ ደኣ እምበይ ሞት ለይ ምዃኑ ናይ መጨረሻ ምዃኑ ስለ ልተገንዘበ ማለት እዩ ዋላ ተሞትና ንሕናሲ ሞት ለፍርሐና ይኮነ ሞት ማለት ላብቱ ፈቃር ኣምላክ ላብቱ ለገልገልናዮ ላብቱ ለድሕነና ኣምላክ ላኡ እንሰጋገረሉ ላኡ እንወጽሐሉ ደረጃ ላኡ እንወጽሐሉ መንገዲ ምካኑ መሸጋገሪ ድልድል ምካኑ እምበይናኣና ንዓና ንክርስትያን ሞት ናይ መጨረሻና ይኮነ ሞት ናይ መወዳእታና ከምዘይኮነ ቅዱስ ጳውሎስ ስለልተረድኦ ሞት ንዓዪ ብህይወት ተነሆርኹ ልክርስቶስ እየ ተሞትኹ ደማ ንዓይ ረብሓ እዩ ጥቕመ እዩ ላብ ክርስቶስ እየ ልኸድ ለኹ ኢልበለ ማለት እዩ ስለዚ እዙይ ክርድእና ይግብኦ ማለት ስለዚ ሕና እውን ምስ ክርስቶስ ምንባር ማለት መዓልታዊ ናይ መከራ መስቀሉ ተሸኪምኻ ናይ ዓለም ዛቻ ናይ ዓለም ቁሳቁስ ወይ ከዓ ናይ ዓለም መፈራርሒ ቃላት ተሸኪምኻ እትኸደሉ ትእዛዘቱ እናሓለኻ ምስኡ ምጓዓዝ ምዃኑ ምርዳእ ኣብ ናይ እግዚኣብሔር ቃል ኣብ ናይ እግዚኣብሔር ትእዛዝ ምንባር ማለት እዩ ብናይ ዓለም ዛቻ ብናይ ዓለም ነገራት ለይምትላል ማለት እዩ እዚ ክርደና ይገበኦ ማለት እዩ ምስ ክርስቶስ ምንባር ማለት መዓልታዊ ህይወትና ኣብ መዓልታዊ ህይወትና ምልምማድ ማለት እዩ እቲ ናይ ፀሎት ህይወትና ክርስቶስ ኣብ ፀሎትና ክርስቶስ ኣብ ፍቅርና ክርስቶስ ኣብ ትሕትናና ክርስቶስ ኣብ ኣገልግሎትና ኩሉ ኣብ ስራሕና ኩሉ ክርስቶስ ምቕዳም ማለት እዩ። ምስ ክርስቶስ ምንባር ማለት እዩ። ክርስቶስ ኣብ ኩሉ ማንነትና ኩሉ ህይወትና ክርስቶስ ኣቐዲምና ምስራሕ ማለት እዩ። ምስ ክርስቶስ ምንባር ማለት ትበልዕ ተለና ትሰቲ ተለና ትነብር ተለና ጥዕና ትምነ ተሎ ትሓምም ተለና ትስእን ተለና ትረክብ ተለና ኩሉ ግዜ ብስመ ክርስቶስ ግበሩ ተመስገን በቃ ኩሉ ብፍቓድ እዩ ገይርዎ እኒኦ ኩሉ ልዕላማ እዩ ገይርዎ እኒኦ ኩሉ ልጥቕመይ እዩ ገይርዎ እኒኦ ክንብል ከም ዝግበአና ይነግረና ኣሎ ማለት እዩ እዚ ክነስተውዕል ስለዚህ ፍትዋት ሎሚ እውን ህይወትና ክንምርምር ህይወትና ክንሓስብ ህይወትና ክንጥይቃ ይግበአና ልብና ኣብ ምንታይ እዩ ተወኪሱ ዘሎ ልብና ኣብ ምንታይ እዩ ተኣሲሩ ዘሎ ኣብቱ ግዝያዊ ኣብ ናይ ዓለም ዛቻ፣ ኣብ ናይ ዓለም ድሌት፣ ኣብ ናይ ዓለም ሃብቲ፣ ኣብ ናይ ዓለም ስልጣንን ዝናን ድዩስ ኣብ ክርስቶስ ወይ ከኣ ክርስቶስ ንምርካብ እዩ ወይ ከኣ ምስ ክርስቶስ ልምንባር እዩ ልናፍቕ ለሎ ልብል ነገር ልህይወትና ክንሓታ ይግብእና ማለት እዩ። ምክንያቱ ዘለናዮ ናይ ጭንቀት ኣብ ዓለም ዓለም ትበና ጭንቀት፣ ህውከት፣ ዝተፈላለየ ፈተናታት ልዓበየ ተዓበየ ብጣዕሚ ዓበይቲ እውን እንተኾነ እዙይ እሞ ኣይወፀይ ኢልና ክንሓስብ የብልናይ። ክርስቶስ ጥራሕ ንሓዝ። ምስ ክርስቶስ ንምንባር ጥራሕ ንናፍቕ። ምስ ክርስቶስ ኾይንኻ ልዓብየካ ፈተና የለይ። ምስ ክርስቶስ ኾይንኻ ምሕላፍ ልዓብየካ መንገዲ ምሽጋር ልዓብየካ ህይወት የለይ። ጥራሕ ልክርስቶስ ናፍቕ። እታ ላዕለዊ መቅድመ ህሱ መንግስተ ወፅቆ ኢሉ ኣለና። ማቴዎስ ወንጌል ምዕራፍ ሽዱሽተ ማለት እዩ። ወካልኣንሰ ይትዌሰከክሙ መጀመርያ ስለ ጽድቂ ስለ መንግስቲ ስለ በረከቲ ስለ ንጽህና ይሕሰቡ ብድሕሪኡ ለሎ ኩሉ ተወሳኺ እዩ ናይ ዓለም ዝና ናይ ዓለም ሃፍቲ ናይ ዓለም ዝተፈላለዩ ነገር ሲ ሓላፊ እዩ ስለዚ ንናይ ዓለም ነገር ክትሃርፉ የብልኩም እዩ ኦ ኣምላኸይ ኢልኩም ጸልዩ ኦ ኣምላኸይ ስልጣን ተሃብኻኒ ለኣኻ ልክሕድ ሰልጣን ለኣኻ ለረስዕ ስልጣን ተኾይኑ ሲ ይትረፈኒ ሃፍቲ ተሃብኻኒ እውን ብጣዕሚ ሃፍቲ መልኣኻ ከይርስዐካ ሰባት ከየንቋሽሽ በባየይ ሰንኪ ሰባት ላብ ሕማቅ ነገር ከየእቲ ሲ በይዛኻ ኣነ ልውንኖ ዓቅመይ ልኾነ ማእኸላይ ልኾነ ሃፍቲ ሃበኒ ማእኸላይ ልኾነ ዝና ሃበኒ ትፍለጥ ተለኻ ክርስቶስ እዩ ክርስቶስ ባባየ ይፈለጥ ኣሎ ሰላ ክርስቶስ እየውዚ በፅሐ ኢልካ ክርስቶስ ኣመስግኖ ብኡ መንገዲ ትዕቢት እንድሕር መጺካ ግን እቲ ልመጸካ ዝና መጥፊኢኻ እንድሕር ኮይኑ እግዚኣብሔር ትኽሕደሉ እንድሕር ኮይኑ ግን ይትረፍኻ ወለደይ ይትረፍኻ ማንም ሰብሲ ይብል ማቴዎስ ወንጌል ትንዳግረና ተሎ ሰብሲ ኩሉ ነገር ናይ ዓለም ነገር ረኺቡ ህይወቱ እንድሕር ኣጥፊእዋሲ እንታይ ይጠቕሞ እንታይ ይጠቕመና ይብለና ንህይወትና ዋስትና እንድሕር ትኾነና ኮይና ድሕሪ ሞት ለሎ ህይወት እቲ ለለና ዝና እቲ ለለና ስልጣን እቲ ለለና ሃብቲ ዋስትና እንድሕር ለይኾነና ኮይኑ ሲ እንታይ ይጠቕመና ወለደይ እንታይ ይጠቕመና ምንም ምንም ትሕቲ ፀሓይ ለለ ኩሉ ኮንቱ እዩ ሃምለለ ሰሎሙን ትሕቲ ፀሓይ ለለ ኩሉ ኮንቱ ምዃኑ ተረዲእና ማለት እዩ ዓለም ትበና ነገር ኩሉ ክንንዕቆ ክነጥፎ ኣምላኸይ ዓቕሚ ሃበኒ ለኣኻ መስጊነ ዝነብረሉ ሂወት ሃበኒ ኢልና ክነመስግን ከም ዝግበአና ይነግረና ኣሎ ማለት እዩ ስለዚ ቅዱስ ጳውሎስ እንታይ ኣለና ኣሎ ማለት እዩ ልብናና ኩሉ ከም ቅዱስ ጳውሎስ ንእግዚኣብሔር ክናፍቕ ንክርስቶስ ክናፍቕ ምስ ክርስቶስ ምንባር ድማ ካብ ኩሉ ዝበለጸ ምዃኑ ክፈልጥ ከም ዝግብኦ ይነግረና ኣሎ ማለት እዩ ስለዚ ኣብዚ ምድሪ እዚ እንከለና ብቅዱስ ቁርባን ብሰናይ ስራሕ ምስኡ ክንነብር ከም ዝግበአና መወዳእታ ድማ እዛ ዘለዓለማዊት መንግስቱ ምስኡ ክንነብር ከውርሰና ንዑ ሃበየ ብሩካኑ ለኣበየ ኣቱም ናበይ ብሩኻን ንዑ ላባየይ ዓለም ተይተፈጠረ ትሒዘ ለዘጋጀኹልኩም መንግስቲ ሲኒኣ ንዑ ንዑ ረስዋ እታ ደኺመ እታ ተስፋ ቆሪፀ ጠሚኒ ክሰርሕ ላበልካ ለይተጉርምርመላ ዓለም ናይ ደስታ ጥራሕ ኣኮቴተሙ ምጎሙ ወምጎሙ ኣኮቴተሙ ልበሎ ናይ መላእክቲ ህይወት ትነበረላ ህይወት እያ ትበልዕ ተለኻ ተመስግን ምስጋናኻ ልብላዕ እዩ ልብላዕ ትበልዕ ተለኻ ተመስግን ትመስግን ተለኻ ድማ ትፀግብ ማለት እዩ ኣብኡ ምድራዊ ነገር ጠፍኣ ነገር የለይ ዘለዓለማዊ ህይወት ትነብረሉ እዩ ማለት እዩ ለለመይሳ እታ ዘለዓለማዊ ህይወት ግን ብምስጋና እያ ትእተ ኣብዚ ብዝሰራሕካዮ ዋጋ እያ ትእተ ማለት እዩ ስለዚ ልኡ ክንዘጋጀ ዝግበና ይነግረና ኣሎ ማለት ስለዚ እዚ ምዃኑ ንርዳእ ናይ ቅዱሳን ኣብዚ መወዳእታ እንታይ ኢና ንብል ማለት እዩ ከም ቅዱስ ጳውሎስ ቅዱስ ጳውሎስ ምስ እግዚኣብሄር ምንባር ህንደየናይ ደስታ ምዃኑ ስለ ዝተረድኦ ምልኣኡ ይናፍቕ ነይሩ። ተሞተ ደማ ተሞት ከልኡ ተሃለኽ እውን ልኡ ኢሉ ይናገር ነይሩ ማለት እዩ። ስለዚ ብናይ ዓለም ነገር ዓለም ጽብብ ተበለትና ምስ እግዚኣብሔር ንንበር ነብስና እውን ከይትጠፍእ ንሓልያ ክብለኩም እደሊ። ስለዚ ናይ ቅዱሳን በረከት ናይ እመቤትና ናይ ቅድስት ድንግል ማርያም ድማ ኣማላጅነት ወይ ከዓ በረከት ጸሎት ምስ ኩላትና ይኹን ክብለኩም እደሊ። ንካልኦት ሰባት ድማ እቲ ነገር እዙይ ሰባት ንዓለም ምንፋቅ ካብ ናይ ዓለም ርኩሰት ወፂኦም ለእግዚኣብሔር ምንፋቅ ለቅድስና ምንፋቅ ምእንቲ ክጅምሩ ማለት እዩ ንካልኦት ኣሕዋትና ድማ ሼር ሳብስክራይብ ላይክ እናገበርና ከነባፅሐሎም ንዙ ቻናል እዙይ ድማ ንክዓቢ ናይ ኩላትና መኣዲ ክኾን ማለት እዩ ንኩሉ ክነባፅሐሉ ይግበእና ክብለኩም ደሊ ሰላም ኣምላኽ ምስ ኩላትና ይኹን ናይ ምሕረት ዝናብ ከምቲ ልዘንብለ ማለት እዩ ናይ ምሕረት ናይ ሰላም ዝናብ ድማ እግዚኣብሔር ኣምላኽና ካብ ሰማያት የዝንበልና ክብለኩም ደሊ ሰላም ኣምላኽ ምሳኻትም ይኹን ወስብሃት ለእግዚኣብሔር ወለወላዲት ድንግል ወለመስቀሉ ክቡር ይቆየን ወስብሃት ለእግዚኣብሔር